ፕሬዚደንት ኢሲያስ ኣፈወርቂ ፕሬዚደንት ሪፓብሊክ ግብፂ ዓብዶልፈታሕ ኣልሲሲ ብዝገበረሉ ወግዓዊ ዕድመ መሰረት ናይ ስራሕ ምብፃሕ ንምፍፃም ሎሚ ሸሞንተ መስከረም ኣብ ሰዓታት ቅድሚ ቐትሪ ናብታ ሃገር ገይሹ። ፕሬዚደንት ኢሲያስ ኣብ ግብፂ ኣብ ዝፀንሓሉ እዋን ምስ ፕሬዚደንት ዓብዱልፈታሕ ኣልሲሲን ካልኦት ሰበስልጣን ግብፅን ኣብ ምምዕባል ክልተኣዊ ዝምድናን ቁጠባዊ ሽርክነትን ዘተኮረ ዘተ ከካይድ እዩ። ፕሬዝደንት ኢሲያስ ኣህጉራዊ መዕርፎ ነፈርቲ ካይሮ ዝበጽሓሉ ቀዳማይ ሚኒስተር ሪፓብሊክ ግብጺ ኢንጂነር ኢብራሂም ማሕለብ ወግዓዊ ኣቀባብላ ገይሩሉ። ሚኒስተር ጉዳያት ወጻኢ ኣቶ ዑስማን ሳልሕን ሓላፊ ፖለቲካዊ ጉዳያት ህግደፍ ኣቶ የማነ ገብረኣብን ምስ ፕሬዝደንት ኢሲያስ ኣፍወርቂ ሓቢሮም ተጓዒዞም ኣለዉ።
ሳላ ዝወቅዕ ዘሎ ጽቡቕ ዝርግሐን ዓቐንን ዘለዎ ዝናብ ዝራእቶም ኣብ ዘተኣማምን ደረጃ ከም ዝበጽሐ ሓረስቶት ንኡስ ዞባ ላዕላይ ጋሽ ገሊጾም። ንሳቶም ኣብ ሓበሬትኦም ኣብ መጀመርያ ወርሒ ሓምለ ብያታውን ዘመናውን ኣገባባት ግርሆኦም ስለ ዝሓረሱን ብእዋኑ ሳላ ዘዳለዉን ብሰናይ ክራማት ተሰንዩ ዘራእቶም ኣብ ደረጃ ምውላድን ምሽዋትን ከም ዝበጽሐ ኣረዲኦም። ትራክተራት ከይተፀበዩ ብዘለዎም መሳርሒታት ኣቐዲሞም ሳላ ዝሓረሱ ጥብ ዝበለት ማይ ኣብ መዓላ ከምዝወዓለት ከም ውፅኢቱ ድማ ዘራእቶም ኣብ ፅቡቕ ደረጃ ከምዝበፅሐ ብምጥቃስ ምህርቶም ክሳብ ዝሓፍሱ ፃዕሮም ቀፃሊ ምዃኑ ኣረጋጊፆም። ተፀዋዓይ ኣሃዱ ልምዓት ቦቕሊ ኣብ ንኡስ ዞባ ላዕላይ ጋሽ መንእሰይ ተኽሉ መንግስ ብግዲኡ ኣብዚ ዓመት እዚ ዝተዘርኡ ኣእካልን ናይ ቅብእዝ ኣዝርእትን ኣብ ዘተኣማምን ደረጃ ከምዝበፅሑን ዛጊት ዝኾነ ባልዕ ከምዘይተራእየን ብምጥቃስ ሓረስቶት ግቡእ ምክትታል ክገብሩን ተርእዮ ባልዕ ኣብ ዝኽሰተሉ ድማ ኣብ ከባቢኦም ናብ ዝርከባ ነቑጣ ሕርሻን ምምሕዳርን ቁልጡፍ ሓበሬታ ከመሓላልፉ ኣዘኻኺሩ።
ማሕበረ ኮም ኤርትራውያን ነበርቲ የመን ውዳቤኡ ብምሕያል ተርኡ ኣብ ምዕዋት ሃገራዊ መደባት ንምዕዛዝ ድልው ምዃኑ ኣብ ከተማ ሰንዓ ኣብ ዘቃንዑ ኣኼባ ህዝባዊ መኸተ ኣረጋጊጹ። እቶም ዜጋታት ኣብ ዘካየድዎ ኣኼባ ብውህደት ህዝብን መንግስትን ኤርትራ ንዝሰላሰል ዘሎ ልምዓታዊ መደባት ዘለዎም ኣድናቖት ብምግላጽ መደባት ዳግመ ህንጸት ሃገር ንምዕዋት ድልውነቶም ንዝለዓለ ተሳታፍነት ገሊጾም። ኣምባሳደር ኤርትራ ኣብ ሪፓብሊክ የመን ኣቶ መሓመድ ሸኽ ዓብዱ ጀሊል ንህልው ኩነታት ሃገርና ኣመልኪቱ ብዝሃቦ መብርሂ ህዝብን መንግስትን ኤርትራ ሃገር ዳግም ንብምህናጽ መሰረታዊ ማሕበራዊ ኣገልግሎት ንምውዳድን ባይታ ንዝበረኸ ምዕባልን ንምጥጣሕን ኣብ ሓያል ጻዕሪ ከምዝርከቡ ብምጥቃስ ኣብ ወጻኢ ዝነብሩ ዜጋታት ንቕሓቶም ብምብራኽ ኣበርክቶኦም ከሐይሉ ኣዘኻኺሩ።

ኣፍልጦ ሕብረተሰብ ኣብ መዳይ ጥዕና ካብ ግዜ ናብ ግዜ እናዓበየ ምምፅኡ መርኣያ ናይቲ ጥዕና ዜጋታት ንምውሓስ ገዚፍ ወፍሪ ብምፍሳስ በቢከባቢኡ ዝዋረድ ዘሎ ትካላትን ዝካየድ ዘሎ ጎስጓሳትን እዩ። ንንጥፈታት መደበር ጥዕና ሂምቦል ቀጨጭ ኣመልኪቱ ወኪል ኢሪና ኣብ ዞባ ዓንሰባ ማሓረ በላይ ንዘዳለዎ ፀብፃብ ኤልሳ ተስፋማርያም ከተቕርቦ እያ።
መደበር ጥዕና ሂምቦል ቀጨጭ ንኡስ ዞባ ከርከበት ኣብ ርእሲቲ እትህቦ ኣገልግሎት ኣፍልጦ ሕብረተሰብ ኣብ ጥዕናዊ መዳይ ብሓፈሻ ድሕነት ኣደን ህጻንን ድማ ብፍላይ ዝምስገን ኣበርክቶ ትገብር ከምዘላ ተገልገልቲ ገሊጾም። እታ ንነበርቲ ምምሕዳራት ከባቢ ሂምቦል ቀጨጭ፣ ያካርዕን ሃማሽ ድባን ከምኡ'ውን ገለ ክፋል ኤራን ሕሩምን ንኡስ ዞባ ኣስማጥ ኣገልግሎት እትህብ መደበር ጥዕና ኣብ ክትትል ቅድምን ድሕርን ሕርሲ ኣገልግሎት ክታበትን ጥዕና ህጻናትን ብዝለዓለ ከምእትነጥፍ ዝገለጹ ተገልገልቲ ካብኣ ዝዋፈሩ ሰብ ሞያ ጥዕናን ወከልቲ ጥዕና ኣደታትን ኣብ ምክልኻል ሕማማት ውፅኢታዊ ስራሕ ይዓሙ ከምዘለዉ ሓቢሮም። ሓላፊ ናይታ መደበር ጥዕና ተሓጋጋዚ ነርስ ሰሎሙን ዳየር ኣብ ዝሃቦ ሓበሬታ፣ ህዝቢ ኣብ ክትትል ቅድመ ሕርስን ምክልኻል ሕማም ዓሶን ልዑል ርድኢት ኣማዕቢሉ ከምዘሎ ጠቒሱ፣ ኣብ ርእሲ'ቲ ዝህብዎ ስሩዕ ኣገልግሎት ወርሓዊ እናተንቀሳቐሱ ህዝቢ ኣብ ከባብያዊ ፅሬትን ምክልኻል ተመሓላለፍቲ ሕማማትን ክዋሳእ ኣስተምህሮታትን ጎስጓሳትን ከምዘካየዱ ኣረዲኡ። ኣመሓዳሪ ከባቢ ሂምቦልቀጨጭ ኣቶ እስማዒል መሓመድ ድማ፣ እታ መደበር ጥዕና ካብ እትዋደድ፣ ርድኢት ህዝቢ ኣብ ኣገልግሎት ጥዕና ርኡይ ዕብየት ኣመዝጒቡ ጥራይ ዘይኮነ፣ መድሃኒት ላምስያን ብቐረባ ክረኽቡ ከም ዝኸኣሉ፣ ከም ውጽኢት ናይዚ ድማ ሓደገኛነት ሕማም ዓሶ ከም እተቐንጠጠ ብምግላጽ፣ ጉዳይ መጸበዪ ነፍሰጾራት መደቀሲ ሕሙማትን ክሕሰበሉ ጸዊዑ። ንዓድታት ዓረዳይብ፣ ገርሲ፣ ገባተ፣ ብግነን የዌትን ዝጥርንፍ ምምሕዳር ከባቢ ህምቦል ቀጨጭ፣ ኣስታት ሰለስተ ሽሕ ህዝቢ ዝነብሮ ኮይኑ፣ ሚእትን ኣርብዓን ኪሎ ሜተር ንሸነኽ ምዕራብ ካብ ከተማ ከረን ይርከብ።
መንእሰያት ክብርታት ህዝቦም ኣብ ምዕቃብን መደባት ልምዓት ኣብ ምስልሳልን ዘርእይዎ ዘለዉ ተሳትፎ ዝምስገን ምዃኑ፣ ኣብ መጻኢ ድማ ብዝበለጸ ክድንፍዕ ከም ዝግባእ ነበርቲ ሓሙሽተ ንኡሳን ዞባታት ማእከል ብሽዱሽተን ሸውዓተን መስከረም ኣብ ዘቃንዕዎ ኣኼባታት ገሊጾም። ኣብቲ ምምሕዳራት ገጀረት፣ ጸጸራት፣ ኣርባዕተ ኣስመራ፣ ዕዳጋ ሓሙስን ማእከል ከተማን ኣብ በቦትኦም ዘካየድዎ ኣኼባ፣ ኣመሓደርቲ ናይተን ንኡሳን ዞባታት ንማሕበራዊ፣ ፖለቲካውን ቁጠባውን ዛዕባታት ኣመልኪቶም ሰፊሕ መብርሂ ሂቦም። ንሳቶም ኣብ መግለጺኦም ብመትከል ርእሶም ምርኮሳት ዝካየድ ዘሎ ጻዕሪ ባህሊ ዓያይነት ህዝብና ኣብ ምኹስኳስ ልዑል ተራ ይጻወት ከምዘሎ፣ እዚ ቅዱስ ባህሊ እዚ ናብ ወለዶታት ክሰጋገር ድማ ብዕቱብ ክስርሓሉ ከምዝግባእ ኣስሚሮምሉ። ተሳተፍቲ ብወገኖም ህዝቢ ዋሕስ ፀጥታ ከባቢኡ ምዃኑ ብምእማን ኣጥሪዎ ንዘሎ ንቕሓት ብዝለዓለ ክቕፅሎ፣ ወለዲ ንመንእሰያት ደቆም ናብቲ ቅኑዕ ጎደና ከማእዝኑን ንዝለዓለ ምዕባለ ባይታ ከጣጥሑሎምን ምዃኖም ቃል ኣትዮም።
መበል ዓሰርተ ኣርባዕተን ዓሰርተ ሓሙሽተን መድረኻት ውድድር ቮልታ ስጳኛ ብቐዳምን ሰንበትን ተኻይዱ። ምሉእ ትሕዝትኡ ኣማኑኤል ኣልኣዛር ብመልክዕ ጸብጻብ ከቕርቦ እዩ።
መበል ሱሳን ትሽዓተን ዓመት ውድድር ቮልታ ስጳኛ ኣብ ቀዳመ ሰንበት ተረርቲ ዓቐበታት ድሕሪ ምሕኳር፣ ስጳኛዊ ኣልቤርቶ ኮንታዶር ግና ቀያሕ ማልያ ካብ ዝባኑ ኣይለቐቐን ዘሎ። ቀዳም ኣብ ዝተኻየደ መበል ዓሰርተ ኣርባዕተ መድረኽን ክልተ ሚእቲ ኪሎ ሜተር ሸፈነን ተሪር ዓቐብ ካናዳዊ ራይደር ሄስጃል ዕዉት ክኸውን እንከሎ፣ ኣብዚ መድረኽ ደቡብ ኣፍሪቃዊ ኣባል ክለብ ኤምቲኤን ኩበካ ሜንትጆስ ሉዊስ ምስ ቀዳመይቲ ጉጅለ ብምዃን ዓቐብ ሓዂሩ ሓምሻይ ደረጃ ብምሓዙ ኣደናቒ ውጽኢት ኣመዝጊቡ። ድሕሪ'ዛ ጉጅለ ስሙያት ተቐዳደምቲ ተጠርኒፎም ሕንጻጽ ክረግጹ እንከለዉ፣ እንግሊዛዊ ክሪስተፈር ፍሩም ንኮንታዶር ሸውዓተ ካልኢት ንቫልቬርደ ድማ ሰላሳ ካልኢታት ከሲቡ እሎም ብምእታዉ ብውህሉል ግዜ ናብ ሳልሳይ ደረጃ ደይቡ። ኣብዚ ተሪር ዓቐብ ዝተየበ መድረኽ፣ ኤርትራዊ ተቐዳዳማይ ክለብ ኤምቲኤን ኩቤካ ዳኒኤል ተክለሃይማኖት ካብ ተዓዋቲ ሄዝጃል ትሽዓተ ደቓይቕ ድሒሩ መበል ሓምሳን ኣርባዕተን ደረጃ ሒዙ ውድድሩ ፈጺሙ። መርሃዊ ቅዱስ መበል ሚእትን ትሽዓተን ደረጃ ክሕዝ እንከሎ፣ ናትናኤል ብርሃነ ድማ መበል ሚእትን ሰብዓን ሸውዓተን ተርታ ሒዞም። ሰንበት ሸውዓተ መስከረም ብ ሚእትን ሓምሳን ሓሙሽተን ኪሎ ሜተር ኣብ ዝቐጸለ ካልእ ተሪር መድረኽ ድማ ፖላንዳዊ ነይሚክ ፕሪኒዝላው ካብ ክለብ ላምፕሬ መሪዳ ዕዉት መድረኽ ኮይኑ። ቀያሕ ማልያ ለቢሱ መሪሕነት ቮልታ ስጳኛ ሒዙ ዘሎ ኣልቤርቶ ኮንታዶር ኣብዚ መድረኽ ብዙሕ ናይ ምምላቕ ፈተነታት ኣካይዱ ከብቅዕ ብደቂ ሃገሩ ቫልቬርደን ጃኪም ሮድሪገዝን ኣብ መወዳእታ ብሓሙሽተ ካልእይ ተበሊጹ ሕንጻጽ ክረግጽ እንከሎ ኣብዚ መድረኽ ንኸይተርፍ ብዙሕ ቃልሲ ዘሕለፈ ኢንግሊዛዊ ፍሩም ድማ ካብ ኮንታዶር ሸውዓተ ካልእይ ድሒሩ ሕንጻጽ ረጊጹ ኣብዚ መድረኽ ኤርትራውያን ተቐዳደምቲ ዝሓዝዎ ደረጃ ምስ እንርእይ ሰለስቲኦም ፍርቂ ሰዓት ድሒሮም፣ መርሃዊ፣ መበል ሚእትን ሰላሳን ኣርባዕተን፣ ናትናኤል፣ መበል ሚእትን ሓምሳን ኣርባዕተን፣ ዳኒኤል ድማ መበል ሚእትን ሓምሳን ሽዱሽተን ደረጃታት ሒዞም ውድድሮም ፈጺሞም። ክሳብ ሕጂ ተኻይዱ ብዘሎ ዓሰርተ ሓሙሽተ መድረኻት ኮንታዶር ብሓምሳን ሸሞንተን ሰዓትን ሰላሳን ሓደን ደቒቕን መሪሕነት'ዚ ውድድር ክሕዝ እንከሎ፣ ቫልቬርደ ሰላሳን ሓደን ካልኢት ድሒሩ ካልኣይ፣ ፍሩም ሓደ ደቒቕን ዕስራ ካልኢትን ድሒሩ ሳልሳይ ደረጃ ብምሓዝ ኣብ ከቢድ ቃልሲ ይርከቡ።
ዝኸበርኩም ተኸታተልቲ ስዒቡ ዝቐርብ ኣህጉራዊ ዜናታት እዩ ምክትታልኩም ደጊምና ንዕድም